ንኸይርሳዕ ልብና ገርና ነዘውትሮ እቲ ባህልና ኣደይ ቅዱሳን ሓንቲ ኤርትራዊት ወዲ ካልእ ዜጋ ሃገር ክትምርዖ እንታይ ምበልክን? እም? ጻዕዳ እንተትምርዖ ኤሮጳዊ ኣሜሪካዊ ወዲ ካልእ ሃገር ተዝም- ተትምርዖ ተመሪዖም ኣለዉ እዴኺ ተመሪዖም ኣለዉ እዴኺ ምባል ደኣ እንታይ ዶ ክትብል ኢኻ እሞ ኣደ ኢልዋ ቆልዓ ኣበይ ኢና ንድቅስ ኢሉ ኣብ ኣቦኻ ዘደቀሱና ኢላቶ ሕጂ ከኣ ኣብ ደቅና ዘደቀሱና ኢና ንድቅስ ዘለና እምበር ኣላ ድያ ደኣ ጻዕዳ ተመርዕዮም ኣለዉ ኣማሪካ ተመርዕዮም ኣለዉ ኩሉ ኩሉ ኩሉ ግደፍዮ ኩሉ ተመርዑ ኣሎ ቀዳዊኦም ይኾኑ እሞ ንበል ኣሜን ወኸም እየ ዝብል ቀዳዊኦም ሓንቲ እንታይ ይጉህ መሲልክ እዛ ጓለይ ክልተ ወሊድካ ምግዳፍ ሓደ ወሊድካስ ምግዳፍ።
ተወሓደ ሰብ ክንደይ ክወልዳ ኣለዎ ትብላ? ኣነ ንባዕለይ ዓሰርተ ክልተ በፂሐ እንድየ እወ ግን ኣይረኸብኩን ዘም ሰለስተ ገዲፍለይ ኣሎ ገለ ተሰዊኦም ገለ ከምኡ ተጓዳዲሎም ኣለዉ እዚ ዓሰርተ ክልተ ከብደይ ክወልድ ከለኹ ሃይ ኣይበልኩ መልሸ ነፍዕ ነይረ ግን ደሓን ዓሰርተ ክልተስ ይትረፍ ሽዱሽተ ካብ ሽዱሽተስ ክውሕዱ ይብሎም እንዳ ጓለይ እ? እወ ኣርባዕተ ወዲ እ? ክልተ ጓላት እዚኦም እኹላት ኣርባዕተ ወዲ መቸም ማርያም ክልተ ዝሃበካ እንዲ ኣዋልድ እዎ ትምናየ ናተይ እዩ እምበር ሽዱሽተ። እወ ማርያም ዝሃበትካ እንዲዩ ማርያም ዝሃበትካ ሕጂ ወዲኹም ጓል ግን ከባቢ ሽዱሽተ ክትበፅሕ ኣለካ ተዋሓደ ሽዱሽተ ሽዱሽተ ክትበፅሑ ኣለኩም ተዋሓደ ሽዱሽተ ሲ እዎ ክበፅሑ ኣለዎም እዛ ጓለይ ክበፅሑ ኣለዎም እንታይ ክብል እየ ሓቲተክን እዛ ኣቐዲማ ሓቲተክን ዝፀናሕኹ እንተኾነ ቀዳዊኦም ይኹን ግን ኣብ ደገ ዝርከቡ ባህሎም ኣብ ምውራስ ብፍላይ ከዓ ቋንቋታቶም ንኽወርሱ እንታይ መልእኽቲ ተመሓላልፍሎም? ቋንቋ ኣዲኦም ደቆም ቋንቋ ኣዲኦም መሊኾም ንኽዓብዩ በቲ ኣብቲ ዓዲ ዘሎ ቋንቋን ባህልን ተገዚኦም ንኸይተርፉ እንታይ ክገብሩ ኣለዎም? እንታይ መልእኽቲ ተመሓላልፋሎም?
ወላዲ ጽቡቕ እንድዩ ትብልዮ ዘለኺ ኣነ ንኣምላኽ የሱስ ክርስቶስ እውን ይልምኖ ካልኣይ ነገር ከኣ እቶም ወለዲ ካባና ዝኸዱ እንድዮም ናይ ኣቦኦም ቋንቋ፣ ናይ ኣዲኦም ቋንቋ፣ ናይ ሃገሮም ቋንቋ ክገብሩ ብዙሕ ይምነ። ካልኣይ ነገር ከኣ እቲ ወላዲ ቋንቋ ናቶም ናይ ወላዲ ቋንቋ እቲ ቆልዓ ስጋእ ትርብርብ ከተስምዑን ክትምህሩን ኣሎ ሕጂ ኣለዉ እምበኣር ሕጂ ድሓን ሽም እንኳ ይጥቐስኩ ካብ ኣማሪካ እዮም ተወሊዶም ናህና ክእልዎ ስለምንታይ እዙይ ወላዲቶም ስለ ዘፅንሓትሎም ኣቦኦም ኣመሪካ እዩ ንሶም ናህና እዮም ግን ይኽእልዎ ናህና ቋንቋ ስኽእል እዮም ስለዚ መንፈዓት ናይ ወላዲ ሽሞም ከዓ
ደሓን ገሊኦም ሮቤል ገሊኣ ሰለስቲያ ወልዳ ትምኒት ድዩ እዚኦም ተወሊዶም ብጽቡቕ ናህና ውን ይኽእልዎ ይሕጎሱ ይሕጎሱ እዮም ኣለዉ ከኣ ብድሕሮም ተወለዱ ብጥርሹ ከኣ ዋላ እቱ ንሶም ንሱ ውን እታ ጓል ኣንስተይቲ እንድያ ጣልያን እያ ጣልያን እንድያ ዋላ ኣይንፈልጦም እኳ ከይዶም ናብቲ እንዳ ጣልያን ልጅ ከኣ ይጉሂ ምኽንያቱ ናይ ኣቦኻ ክግደፍን ክጠፍእን የብሉ ኤለትርያወን እዮም ኣቦኦም ኤለትርያዊን ኣዲኦም ኢሎም ዝስጎጉሉ መዓልቲ ውን እኮ ክርከብ ይኸውን። እሞ ብሰላም ዓዶም የምጽኣዮም። እወ ከምኡ ክብል ከለኹ ቁሩብ ቋንቋና እንድሕር ጸኒሕዎም ተሰማሚዖም ምስ ዓዶም ይነብሩ ደይ ንብሎም እንድሕር ኮይኖም ግን ጠፊኦም
ፅቡቅ ወዲ ወይ ንናባኸ እየ ኣብዛ ክንብላ ዝፀናሕና ኣርእስቲ ተራ ወለዲ ኣብ ደቆም ኣብ ምሕብሓብ ባህሎምን ምዕቃብ ቋንቋኦምን እንታይ ክኸውን ኣለዎ ተመሓላልፎ መልእኽቲ መሰረት ናይ ወለዲ እዩ ሕጂ ሓንቲ ተኽልሲ ንኸይትጉብጥ እንዳተኸናኸንካ ተዕቢኻያ ልክዕ ትዓቢ ሰጥ ኢላ ትዓቢ ስየ ኮይና ትወጽእ እወ እንዳጎበጠት ከላ ስቕ ኢልካ ተሪእኻያ ከኣ ብኣ ብጎባጣ ትነብር ማለት እዩ ሕጂ ታራ ናይ ወለዲ እዩ ልክዕ እቲ ድመሃርሉ ቋንቋ ካልእ ናይ ባዕዲ ዋይ ናይቲ ደለዎ ዓዲ ክኸውን ይኽእል እዩ ጎኑ ጎኑ ከኣ ባህሎም ካብቲ ባህሎምሲ ልክዕ ክምህርዎም ክኽእሉ ኣለዎም፣ ከፍልጥዎም ክኽእሉ ኣለዎም። ሕጂ ባህሊ ናይ ዓዶም ናይ ሃገሮምሲ እንታይ እዩ? ኣብኡ ተወሊዶም ዝዓበዩስ ትግርኛ ዝኽእሉ ዝዛረቡ ኩሉ እቲ ባህሊ ዝፈልጡስ ኣለዉ። ኣነ ከምኡ ዝፈልጦም ኣለዉ። ገለ ከኣ ካብዚ ባህሊ ቋንቋ ናይ ሃገሮም ብኡ ከምኡ ውሳይ ሒዞም መሰረት ሒዞም ዋላ ብኡ ተማሂሮም ሲ ኣብኡ ከይዶም ካኣ ነቲ ቋንቋኦም ዝረስዑ ካኣ ኣለዉ ሕጂ እዚ እቲ መሰረታዊ ናይ ወለዲ ታራ እዩ ሕጂ ንፉዓት ወለዲ ኣለዉ ከምኡ ዝምህሩ ዝምህርዎም ማለት እዩ እወ ሕጂ ሕጂ ዓመት ዓመት ኣብዚ ደምጽዎም ባህሎም ዘላልይዎም ኩሉ ናይቲ ዓድታት ሒዞሞም ዝከዱ ሕጂ ከምዚ ኣለዉ ማለት ሕጂ እቲ ወሳኒ መሰረት ናይ ወለዲ እዩ። ስለዚ ብዝተኻእለ መጠን ዓዶም ዝመፅሉ ኣጋጣሚ ክህሉ ኣለዎ። ቋንቆኦም ክዕቅቡ ከዓ ፃዕርታት ክካየድ ኣለዎ። ልክዕ ወላዲ ወላዲ። እዛ ሕቶ ናባኻ እየ ከቕንዓ። ሕራይ።
ክልተ ሰብኣይን ሰበይትን ሰሪሖም ዝኣትዉ ሕጂ እታ ጓል ኣንስተይቲ ልዑል ዶመዝ ሃልይዋ እቲ ሰብኣይ እንተድኣ ትሑት ኮይኑ ዶሞዙ ክፈጥሮ ዝኽእል ፅልዋ ይህሉ ዶ ትብል ኣብቲ ስድራ? ዲቅር ሳሎን ሕስብ ኣብላላኦ ከለኹ ድሓን ወዲ ወይ ንመልሰሎም
ኣነ እንታይ ምበልኩ ኩሉ ሓደ ኣይኮነን ዋላ ብትምህርቲ ክትበልፆ ትኽእል እሱ ናይ ትምህርቲ ዕድል ኣይረኸበን ክኾን ይኽእል ሕጂ በዚ መንፅር ከዓ ዝለዓለ ናታ ደሞዝ ትኽፈል ትኸውን ትኽእል ሕጂ እሳ ሰሪሓ ክትኣቱ ከላ ወይ ድላዕለ ደሞዝ ሒዛ ክትመጽእ ከላ ሲ እሱ ከኣ ኣብቲ በተን ደለዎ ምክብባር እዩ ሕጂ እሱ ኣብ ገዛ ከኣ ክሕግዛ ኣለዎ ማለት እዩ እንተ እሳ ስራሕ ከይዳ ከላስ ቆልዑት ትምህርቲ ምብጻሕ ድዩ ንዖም ኣቋራሪሱ ናይ ምብጻሕ ድዩ ናይ ዝተፋላለየ ሲ ከምዚ እንተ ተሓጋጊዝካ እዩ እቲ ናብራ ዝስስን ማለት እዩ። ሕጂ እወ ሕጂ ኣብ መንጎኦምሲ ከምዚ ናይ ምንዓቕ ልዕሊኡ ወፊራ ስለ ዝኣተወት ልዕሊኡ ደሞዝ ስለ ዘምጸት ከምዚ ትዕቢትን ኣንነትን ክትገብር የብላን ምክብባር እዩ እሱ ከኣ በታ ዘላቶ ደላቶ እሳ ወፊራ እንከላ ከኣ ስእሉ ኣሳፊሑ ደይኮነ ክጸንሕሲ ቆልዑት ኣቋራሪሱ ቤት ትምህርቲ እንተ ኣብጽሕዩ እቲ እሳ ክትገብሮ ዝግብኣ እንተ ገይሩ ከኣ እዚ እዩ እቲ ምክብባርን ተሓቛቒፍካ ናይ ምንባርን ዝቕጽል ማለት እዩ። ኦኬ
ጽቡቕ እዚ ተማላላእቲ ኢኻ ክትከውን እወ ዘለካ እንዳተማላ ምምልላእ እዩ ኩሉ እኮ ማሕበራዊ ሂወትና ሕደግ ሰብ ሓዳር ሰብኣይን ሰበይትን ሲ ኩሉ እቲ ኣብቲ ሕብረተሰብና እንዳተማላላእኻ እዩ ዝግበር ማለት እዩ ሕጂ ብዕራይ እንተደሊኻ ብዕራይ ሃበኒ ኢልካ ብጎረቤትካ ለሚንካ ግራት ትሓርስ ተላፊንካ ትሓርስ። ተላፊንካ ትሓርስ። ኩሉ እቲ ማሕበራዊ ህይወትናሲ እናተማላላእካዩ ዝኸውን። ነቲ ሓጋገዝካ። ጓል ኣንስተይቲ ሲ ንወዲ ንፍቕሪ ተሓተተቶ እንታይ ጸገም ኣለዎ? ጥራይ ጥጡሕ ሓዳር ይፍጠሩ እምበር። ጽቡቕ
ሕጂ እኮ እቲ ብሂል ጸኒሑ ጓል ኣንስተይቲ ሲ ዋላ ደልያ እንከላ ዒብ ትገብር ከምዚ ሓቲታ ንኸይበሃል እምበር ዋእ ኣነሲ። ንሓዳር ንናብራ ንምነየካ እየ እንተበለቶሲ ኣዝዩ ደስ ዝብል እምበር ጽቡቕ። ኣደይ ቅዱሳን ከ እንታይ ትብላ? ኣነ ጽቡቕ እየ ድብል።
በቲ ንሕና በዚ ሎሚ ኩሉ ኣቲክንኦ እንዲኽን። ኣቲክንኦ እንዲኽን እምበር ኣይትቕበልኦን ኢኽን። እወ ኩሉ ኣቲክንኦ ኢኽን እምበር ወዲ ተባዕታይ ክሓትት ጓል ኣንስተይቲ ከኣ ድንን ክትብል ቦቱ ጸኒሐ ማለት ከኣ ከምቲ ናይ ኣዴታታ ትሕት ኢላ ክትቅበል ዋላ ፈትያ ኮላ ነቦኣ ነዲኣ ነዲኣ ነቦ እኳ ኣይትነግርን እንዲኻ ወዲኣ ወዲ በክስቶስ ከምዚ ዕል ነውርደየ ነዲኣ ክትነግር ኣለዋ ድሕር ፈትያ ደኾን እውን ድሕር ፈትያ ኣፍቂረ ኣለኹ እሞ ክሓቶ ዶ ተሓይሽ ደኾን እዩ እምበር ኣይቅበልን እዩ ኣነ ቅበሎን እዩ ግን ኮይኑ እንዲ ኣቲኽንኦ እንዲኽን ስለ ዝኣተኽንኦ መርሓባ እንታይ ዳግበረልክን ኢና ንብል እወ ባቃ ጥጡ ሓዳር ጥራይ ዕጡቕ ሓዳር ይኹን እዛ ቃል ኪዳን ከዓ ንምፅናዕ ዓውራ ቃል ኪዳን ካልኣይቲ ከዓ ክልቅበላ እዛ ጓለይ ወዲ ተባዕታይ ካብ ወፃኢ መፅኡ ኣሎ እሞ ንዓይ ደኾን ይደልየኒ ንዓይ ደኾን ይደልየኒ ኢልካ ምሽናዕ ጌጋ ይኹን ከዓ ይድለኺ ደልየኪ በልኪ ደልየኪ ክብለኪ ከሎ ኣብታ ዘለዎ ሃገር ኣሎ እንዶ ኩሉ ተዘሪእዎ ስለ ዘሎ ሰብ ጠይቑ ነዲኣን ነቦኣን ነጊራ ጠይቑ ጠይቓ ጠይቑ ክወስዳ ግቡእ ወዲ ሸመኒ ዓመት ንጓል ዕስራ ዓመት ክወስዳ እንታይ ኮይኑ ስማዓኪ ከምዚ እኮ እዩ ኮይኑ ዘሎ ኣነ ዝፈልጦ ክንደይ ኣሎ እዛ ለንቀነስ ዝወደይ ኣድ ብወሰን እንዲ ወሊድዋ እቲ ሰብኣይ እወ ሕጂ እዲኣ የዕብያታ እዲኣ ምስ ኣዕበየታ ኣረጊት እኮ ኣረጊት ሰብኣይ እህ፣ መፂኡ እዛ ጓል ክደልያ ኣለኹ ኢልዋ ዋይ በዓል ደገ እንዲ እዛ ጓለይ ሕራይ ንበሎ ኢልካ ሕራይ ኢላቶ ሕራይ ኢላቶ ተቖፂሩ ንሕመት ሙታ ነጊራቶም ሃገረሰብ እዮም ሕመት ሙታ ሕመት ሙታ ከዓ ባህራት ከምዞም ኣቦታትካ እዮም ዋይ እዛ ጓልና ስረኺባ ኢሎም መጺኦም ምዚ እንተበሉ ቃል ኪዳን ይኣስር ድዩ ዓሰርተ ቆልዓ ዝወለደ ሰብኣይ ኣበይ ከኢና ንመፅእ ኢሎም እንዳ ማርያም ኢላቶ ማርያም እዚ እንዳ ማርያም ኢሎም ይኸዱ ቃል ኪዳን ክእስሩ ኣምዳሻ ኮኑ ገይሮም መፀኒሖም እንታይ ይብሉ እጅ ዘም ሰባት እዚኦም ከይዱ ዶ ጌርኪ ኢሎማ ሓዚኖም ጉህዮም እዮም ተራእይዎ ክዓብዩ ኣንታ ሓወይ ንስኻ ዲኻ ንዓኻ ድዩ ንዓኻ ድያ ንወድኻ ኢሎሞ ንዕኡ ንዓይ ባኽ ኢሉ ንሱ ክሳዱ ነፍሒቡ ስለ ሓማቱ ዝሃበቶ ስለ ጓሉ ቆልዓ ዝፈተወቶ ብኽዮም ነቢዖም ከይዶም ኣይወሰዳን ኣብኡ ሕፂኑ ኣብኡ ገዲፍዋ ከይዱ ኣሎ ወዶም ጓልን ብሓደ ኣለዋ። እዚኣ ከኣ ጌጋ ኣውራ ግን ደቀይ ባዕልና ባዕልና ክንዋረድ ባዕልና ክንሓስር ንምንታይ ዘይንጥይቕ ንምንታይ ነቦታትና ነቦሓጎታትና ንሓወቦታትና ዘይንነግሮም ባህራት ሓወቦታት ከለውኒ ኣደይ ጥራይ ትበኒ ስለምንታይ ኣቦ ከኣ ኣሎኮ ብወሰን ዳኢለ ዳምበር ኣሎ እዚ ከኣ ጌጋ ጠይቓ ሓይቓት ከይዳ ኣለዋ ሰለስተ ዓመት ከኣ ገርብዛ ጥቓናላ ጓል ሚለን እያ ትምሰል። ብኽያተይ ይውድእ ሓዊ እዩ ወሲድዋ ኣሕጺንዋ ክልተ ወርሒ በጢሉ ገዲፍዋ ከይዱ ኣይወለደት ኣይዘመደት ስለ ሓዳር ዘለዎ ስለ ናብራ ዘለዎ እንታይ እንዳኮንና ኢና ቱ ተሴርና ንፀንሕ ብመልሓስና ሴረናና ዝብላና ሲ ተሴርና ንፀንሕ እንታይ ኮይንና ኢና ብሕልፊ ሎሚ ኣወዳት እኳ ኢና ኮይንና፣ ሳብኡት እኳ ኢና ኮይንና፣ ስረ ካብ ንዓጥቃ ሰብኡት ኢና። ስረ ዓጢቕና ኣነ እፈልጥ ንምባል ገዲፍና ነቦታትና ነዴታትና ነጊርና ኣብኡ እኮ ኣለዉ ኣሕዋትና። በዓል ሓዳር እዩ ክብለካ ክእል'ዩ፣ በዓል ናብራ እዩ ክብለካ ክእል'ዩ፣ ደሓን'ዩ ክብለካ ክእል'ዩ። ከምዚ ገርና ክንምርዖ እዚኣ ዶ ዋይ ኤሪ። ሕራይ ጽቡቅ ድኽነት ንፍቅሪ ይቀትሎ ድዩ ወይ ከኣ ሰብ ሓዳር ብዘይ ዝኾነ ገንዘባዊ ውሕስነት ብፍቅሪ ክነብሩ ኣይክእሉን ድዮም በታ ዘላቶም ተማላሊኦም ማስ ምናልባት እንድሕር ገንዘብ ክሳብ ክንድኡ ሳዕቤናት የኸትል ኣሎ ኮይኑ
ሰብኳ ወዲ ሰብሲ ምስ ክዳኑ ኣይውለድን ወይ ሃብታም ከዓ ሃብቲ ስርሕኻ ካ ተጥርዮ ኩሉ ግዜ ምርድዳእን ከምዚ ምትሕቑቋፍን እንተደኣ ሃልዩሲ እቲ እንጀራ ክመፅእ ይኽእል እዩ። እንጀራ ሃልዩ ብዘይ ፍቅሪ ገንዘብ ሪኢኻ ገንዘብ ሪኤ ኢልካ ትኣትዎ ግን ዳሕራይ ትዕቢትን ኣንነትን ካልእ ኣደራዕን ደለዎ ግን ታይ ይገብረልካ ማለት እዩ ሕጂ ኣብ ከምዚ ሲ እታ ኣብታ ቀዳመይቲ እንደ ክምለስ ጓል ኣንስተይቲ እንተሓተተቶ ንፍቅርስ እንታይ ጸገም ኣለዎ ኢልክኒ ክትሓቶ ከላ እኮ ኣጽኒዓ ተመራሚራ ዝኾነኒ እዩ መሰረት እያ ትተክል ደላ ማለት እዩ ሕጂ መሰረታ እያ ተጠጥሕ ደላ ሕጂ ነዚ ሰብሲ ምጽእ ኢላ ብሽም ገንዘብ ኣለዎ እዝስ ሃብታም እዩ እዝስ ኢላ ኣይኮነትን ብጠባዩ ድዩ ብመንፋዓቱ ድዩ ብትሕትንኡ ስነምግባር ድዩ ብኩሉ ኣጽኒዓ እያ ትሓተሉ ደላ ማለት ስቅ ኢላ ወድሪ ኢላ ኣይኮነትን ኣነ እታ ንከምኡ ኣጽኒዓ ባህሪኡ ኣቱ ተኣተዎ ወይ ብሰብ ግራ ድያ ብተፈላለየ ሜላታት ግራ ግን ዋላ ዋላ እውን ብፅሑፍ ግራ ድያ ዋላ ብዝተፈላለየ ሲ የእሚና እንተበለቶ ሰናይ ነገር እዩ ዝብል ኣነ ኣይቃወምን እየ ማለት ፅቡቅ ነገር እዩ ማለት ሲ ተጽግበኒ ቅጫ መቑልኣ ከላ ፈልጣ ዝበሃልሲ እቲ ክኾና ዝኽእልሲ ኣጽኒዓቶ ኣላ እወ ድዚስ ጸገም ዘለዎ ኣይኮነን እንተኾይኖም እዮም እንታይ ሒዝና ክንኣትዎ ነዚ ሓዳር ኢሎም ዝፈርሑ እዞም ደቂ ሎም እንታይ ሒዝክን ዲኽን ትኣትውዎ ኔርኩም ሓዳር ቀደም
ኣደይ ቅዱሳን ኣባኸኒ ኣባና ክኸውን ከሎ እወ
ንስኻ ትሕዝ ዝበልካ ዲኻ እወ ደሓን ንሕና ኣቦታትና እቶም ሕማና እንታይ ይህቡና ኢሎም እዮም ዝኣትዉና እወ ኣለዎም ዶ የብሎምን ኢሎም እዮም ዝኣትዉና ኣባና ኣብቲ ግዜና ሕጂ እዋእ ወዲ እከሊቶ እንተረኺብካዮ ሃብታም እንድዩ ፅምዲ ልዕል ኣይገበካ እዩ ይበሃል ወላ ቀደምሲ ነይሩ እዩ ማለት እዩ ወ ከማያ ሎም ዳኣ ኣሎ ዲኸ ሎም ደሎ ኢኹም እሞ ኩሉ ሓደ እዩ ደሎ እቲ ወግዒ እዩ ተቐይሩ እምበረይ እሞ ንተዓዘብቲ ከነዕርፎም ንዓኹም ከዓ ከነዘናግዓኩም ሕንቅሊት ሕንቅሊተይ ተሓተትኩም ከ ናብኡ ንስገር ብመን ክጅምር ኣደይ ቅዱሳን ኣደይ ቅዱሳን ዳኣ እሞ እኽእለ እንደልክኒ ኢኺ
ኣነ ዳኣ ወዲ ወይኒ ደይክእሎ እምበር ኣይ እስከ በሉ ደሓን ተዋዳደሩ
ናይባኹም ወዲ ወይኒ ብኣኻ ክጅምር እየ እንተ ጸፊዕኩምኒ ዝምቅር እንተ ገድፍኩሙኒ ዝዕርዕር ኣብ ጾም ዝያዳ ክትምገቡኒ ትደልዩ ኣነ መን እየ
ሕልበት ዶ ትኸውን እወ ኣብ ጾም ኢሎም እንዲዮም እወ
ተዓወት ኣብ ጾምሲ ሕልበት እያ ትውቃዕ ከዓ ሕልበት ዶ ትኸውን ኢለ
ሕጂ ውን ዳርጋ ቅልል ዝበለት እያ እዚኣስ ኣይትሐልፋን እያ ኣደይ ቅዱሳን ብዕራይ እንዳ ኣቦይ ማህደረ እምባሕ ክብል ሐደረ ዒባ እኳ ከየንጠረ ኣነ መን እየ ኮበሮ ተደረራ ልምዕቲ ሳዕሪ ኣብ በዓቲ ኮይና ትብል ለይለይ መልሓስና መልሓስና ዶ ተደረራ እወ መልሓስ እያ ሕጂ ናባኻ እየ ሐራይ
ገርፈፍ ጸሊም ሰብኣይ ቅድሚ ሰቡ ወፊሩ ድሕሪ ኩሉ ዝኣቱ። ኣንቶይ ስብ ዘዕላልና ከኣ ተላዒላ ነይራ ናዘዝ ደኣ ከይንምልዕ ገርፋፍ ጸሊም ሰብኣይ ቅድሚ ሰቡ ወፊሩ ድሕሪ ሰቡ እዩ ከኣ ዝኣቱ። ዳጉሻ ዶኾን? እወ ክልተ ግዜ ኣልዒልናዮ ኔርና ኢና ዳጉሻ ኣብ ሓጋይ እዩ ዝዝራእ። እወ ቅድሚ ኩሉ ተዘሪኡ ሲ መወዳእታ ታሕሳስ እዩ ከኣ ዝኣቱ መስለኒ። ዳሕራይ ከኣ ዋእ ክሳብ ለካቲት እምበር ጸኒሑ። ለካቲት መጋቢት እዋ እሞ መርዓ ጥሪ ተሊካ ሳይር ክበልካን እዩ ማለት እዩ ተእትዎ በባዕልኻ ሀ ተእትዎም እወ ቅድም ቀዲምካ ኣቢልካ ትቕልጥፎ ኣብ ታሕቲ እወ ኣትዎ። ትቕልጥፎ ባዕልኻ እንታይ ደለዎ እዩ እምበር ዘይተሰሪሑ ገለ ዘይከውን ኮይኑ እዩ ተቐሚጡ ዝጸንሕ እምበር ከም ከይ ሃገር ኣይኮነን ሓጸብካያ ሕጽብቲ ከይ ሰቐልካያ ስቕልቲ ኣነ መን እየ ምድዖ ኣይተኻኣልኩምን ኣይተኻኣልኩምን እዚ ሕቶ እዚ እንኳዕ ንዓይ ኣይኮነ ኣቢኹምሉ ኮይንኩም ዲኹም እዚ ኩሉ እስከ በሉ ደሓን ሕጂ ከኣ ምስ ላመሉ ሓጺርኒ እንተበልኩስ
ብድብር ስዕስዓኒ
ኣብ ሓፂር ከም ዘሎ ቁም ነገር ኣይፈለጡን ሓራይ ካብ ፀባ ዘይተረኽበ ከም ከም ማይ ማይ ጭራ። ጭራ።
ጽቡቕ እዚኣ ብኻልኣይ ኮይና ኣቦይ ዝሃቡኒ ወርቂ መንበር። ወዲቓ ኣይትስበር። እዋ መን እያ እዚኣ? እህ፣ ኣኣ፣ ሽምና። ሽም ሕራይ በሉ ናብ ትሕቶታት ንስገር። እህ፣ ዝኸበርኩም ተዓዘብቲ ከምዚ ትካታተልዎ ዘለኹም ኣብ ወግዒ መርዓን ማሕበራዊ ኩነታትን እዩ ዘሎ ወግዕና መደብና ሼር ላይክ ሳብስክራይብ እንዳበልኩም ትካታተሉና ክትህልው ድማ ዕድሜና እዩ። ናይ ሎምን ናይ ቀደምን ሕብረተሰብ ኣብ ሓዳር ወጻኢ ምውላድ ከመይ እዩ ዝረኣ ካብ ሓዳርካ ወጻኢ ውላድ
ብሑጋ ክኸውን ኣሎ ማለት እዩ ብሑጋ ሰብ ሓዳር ከለውስ ብካልእ ክወልድ ሰብኣይ ማለት ድዩ? ኖኖእ። እንታይ ድኣ እዩ? ቃል ኪዳን ከይገበርካ እምበር። እንታይ ገበርካ?
ቃል ኪዳን ከይኣሰርካ ምውላድ።
ዋይ እንድዕልኩም ጓለይ መዓረይ እስከ በል መልስ ወዲ። ቁጠባ ዘኸተሎ ሳዕቤን እንድዩ እቲ ናይ ቀደምስ እኮ ሰብ ከብቲ ሰብ ብዕራይ ትደልዩ ኔርኩም ሎሚ ግን ከምኡ የለን። የለን። ሕጂ እንታይ ድዩ ብዙሕ ጸገም ከኣ ኔሩ እዩ ንምንታይ ምባል እየ ሕጂ ሓንቲ ጓል ጥርሓ ጸኒሓ እሞ እቲ በዓል ቤታ ንኹሉ ሰቲሩ እንተ ኣኪብዋ ኣብቲ ዳሕራይ ግዜ ሳዕቤን መጾ ነይሩ እዩ ሕጂ ዳሕራይ እንታይ ይበሃል እንተ ተባኢሶም ወይ ገለስ ክድ ከዓ ገባር ግቡር ትብሎ ነይራ
ከምኡ ነይሩ ሕጂ ከምዚ ይበሃል ነይሩ እዩ እንተ እዚ ፀገማት እዚ ማለት ሓራሱ ሕሩስ ይበሃል ነይሩ ሕጂ ገለ ናዕቢ ወይ እንተ ተባኢሶም ከምዚታት ነይሩ እዩ ይበሃል ነይሩ እቲ ከይተመርዓወ እንተ ሓዳር ገይሩ ወይ ተኣኻኺቦም ከዓ ንቡር እኳ ዘይፈተንካ ገለ ከኣ እዚኢታት ከኣ ኣብቲ ሕብረተሰብና እዚኦም ጽልዋታት ከኣ ነይሮም ማለት እወ ይበሃል ነይሩ ይበሃሉ እዮም ሕጂ ካብ ከምዚኢታት እዩ እቲ ሰብ ከኣ ከምዚ ነውሪ ገይሩ ይሓስቦ ከምዚ ነውሪ ከምኡ ገይሩ ሓስቦ እምበር እኽለማይ ከየጥፋእኻ እንተ ወሊድካ ዘሚትካ ሓዳርካ ጠጢሕልካስ እንታይ እሞ ቆልሓቲ ፅቡቕ እዩ ትርጉም ዕዉት ሓዳር ከመይ ትገልፅዎ? ትርጉም ሓዳር ዕዉት ሓዳር ሲ ምምእልላእ እዩ በቃ እቲ ም ምርድዳእ እዩ በቃ ብ ምክብባር እዩ ማለት ሕጂ በታ ደላትካ ተቋዲስካ ናይ ካልእ ከይጠመትካ በታ ደላትካ ምቅላስ ማለት እዩ ሕጂ ግድን ጎረቤትካ እንተ ኣብ ኣውዳኣመት ድዑል ሓርዲ ኮይኖም ሲ ንዖም ከተርክብ ኢልካ ድዑል ኣይትሓርድን ኢኻ በታ ደላትካ ደርሆ ድያ ዋላ ቡን ምስ ዕምባባኣ ጌርካ ድያ እቲ መሰረታዊሲ እቲ ንነብስኻ ምምሳል ኣነ ከምኡ እየ ዝብል።
ኣደይ ቅዱሳን እንታይ ትብላ ኣላ? እወ ኢልዋ እንድዩ መሊሽዋ እንድዩ እወ ልክዕ እዩ ብዕራይ ዝሓረደን በጊዕ ዝሓረደን ኩሉ ንኸብድ እዩ እህ ቀንዲ ነገር ግን ዋይ ኣጆኻ ዶስቶ ዕምባባ ቅርብ ኣቢላ ከምዚ ከማኺ ጽቡቕ ተኸዲና ደቃ ከኣ እተን ዘለዋ ጭቕጭቕ ኣቢላ ሕጽብ ኣቢላ ኣብዚኣ ተር ኣቢላ ዘለዋ ገይራ ተረኸበት ደርሆ ደርሆ ትሰኣና ከኣ ኮላ እወ ደርሆ ዋላ እንተዘይረኸበት ጅኻ ዶስቶ ንዓመታ ከምኡ ድገመና ክሓልፈልና እንድዩ ንብላዕ ዕምባባና ንስተ ቡንና ኣየ እስኻ ዘለኻዮስ ክንደይ ኮን ይጥዕም እንታይ ይብሉ ኣቦታትና እሲ ኣብ ገዝኦም ከለዎም ቀብሪ እዋ ቀብሪ ዘሩ እዚ እንታይ እዩ ሕሰብ እዮ ኣብ ገዝኦም ከለዎም መርዓ መርዓ ከዱ ኣብ ገዛኺ መርዓ እዩ ምስ ሰብኣይ ክትስሕቂ ከለኺ ምስ ቆልዑት ክትስሕቂ ከለኺ ዕምባባ ከቕርብ ኣቢልኪ ተን ብዕራይ ዝሓረዳ እውን ሓደ ይሕልፈቱ በጀካ መርሓባ ንሰብኣያ መርሓባ ንሰበይቱ እዚኣ እንድሕር ተረኺባ ኩሉ ሃብታም እዛ ጓል በሊዕካ ይህጠርን በሊዕካ እውን የግስዕን ተሓጒስካ እዩ ዝግስዕ እዛ ጓል ተሓጒሳ እንድሕር ፀኒሓቶ ንሰብኣያ ኩሉ ሰዓት ሰብኣያ ሕጉስ እዩ ክዘውር ኣይደል እንዳክስቶ ክኸይድ ኣይደሊ ሕጂ ከመይ እንዳበለ መፅእሲ ወዲ ወይኒ ደኣ ኣይፀርፈኒ እምበር ከምዚ እንዳበሉ ንመፁ ኣለዉ ኣበይ ኣሎ ሓንጎሎም ኣበይ ኢኸ ክኣቱ እንታይ ኢኻ ክንክትብለኒ ህጅኸ እንታይ ኢኹም ከተስምዓኒ ህጅኸ እንዳበሉ ከምዚ እንዳበሉ ኸዱ ነቲ እምኒ ይኹን ነቲ ክቦ እውን ከምኡ እንዳበልዎ ዝኸዱ ኣለዉ ጽሉል የለን ሕማቕ እውን የለን ኣጆኻ እንተኢላቶ ኩሉ ሳዕ ሰብኣይ ንፉዕ እዩ እንታይ ደኣ ስእን ኣሎ ኣጆኻ ዘይምባል መርሓባ ዘይምባል ገጻ ብርህ ኣብላ መርሓባ እንድሕር ኢላቶ ሃብታም ንሱ እዩ ዘጓለ እታ ዝበልኩኺ ገዝኦም ከሎ ቀብርስ ቀብሪ ኸዱ ኣቦታትና እኮ ድርበ ኣይመሰሉን ሎሚ ተመሰለት ከላ ድያ ኣብ ገዝኦም ከለዉ መርዓሲ መርዓ ከዱ እቲ ገዛኺ ብፅቡቕ ምስ ፀናሕክዮ ምስ ደቂ ክትስሕቒ እሱ ይመርዑ እዚኣ ፈታዕ ንለቋል እስኪ ምዚ ክትገልፀልና ዝፀንሐት ሓዳር ትማልን ሎምን ኣተኣሳሲርካ ብመልክዕ ማሰ እንታይ ትብለና?
እዋእ ምስ ናይ ሓዳር ናይ ኣዴታትና ከምዚ ኣቐድም ኣቢለ ዝበልክዎስ ንኹሉ ክኢለን ዝኸዳ ብዙሕ እዩ ብዙሕ እዩ እቲ ሞያ ናይ ኣዴታተን ኣብቲ መፅሓፍቲ ገሊፁ ኣሎ። ናይ ደቂ ኣንስትዮ ተራሲ መሰረት ናይ ሕብረተሰብ ደቂ ኣንስትዮ እየን። ሕጂ ብዙሕ እዩ ብዙሕ ክበሃል ዝከኣል እዩ ግን ብማሰ ገለ ዝግለፅ እውን ኣይኮነን ሕጂ ኣብዚ ከም ንእሸይ ጭልፍልፍ ተበልናያሲ እዘን ኣዴታትና ክመልክዓ ክፅብቓ ኣንታ ዘን ኣዴታትና ወ ክመልክዓ ክፅብቓ ፈትልን መርፍእን ላጊበን ናብራ ዘፀብቓ ንብለን ነዊሒቲ ክስታይ ግን ጽቡቅ ሕጂ ጽቡቅ እሰን እየን ሓጺርን ተቃሊሰን ሕጂ ተቃሊሰን ብኩሉ ናብራሲ መሰረት ሕጂ ንሕናስ ብሓቂ ዋላ ባይ ክሪኦ ከለኩሲ ቀንዲ በዓልቲ ቤተይ እያ ተቃላሲት እወ ቁልዕቲ ኣዕብያ ቁልዕቲ ክስታይ ገይራ በረካ በረካ ኢና ንሕና ሕጂ ዘለዎ ተቀቢላ እሰን ዝገብርኦ ዘለዋስ ኣዝዩ ብኩሉ ተቃለስቲ እየን ንምባል እዩ
ሕራይ ብዛዕባ ተባህለ ባህልቲ ኣብኡ ከለና ኢና ሕልፍ ኢልናያ ኣንቶይ መምህር ዕቑቢት እዋዕ ብዛዕባ ናይ ተወልደ መዓሾ ተባህለ ባህልቲ ኢሉ ዝፀሓፎ ኣሎ እስኻ ከ ብዛዕባ ተባህለ ባህልቲ ዘፅናዕካዮ ነገራት ኣሎ ወይ እንታይ ትብለና እወ ብዙሕ ኣሎ ብዙሕ ኣብዒሉ ይሕድር ጽቡቕ።
ሕጂ እቶም ማሰኛታትሲ እወ። እዝኒ መሰታ ቀዳሞት እንድዩ ዝበሃል። ሕጂ ብኸምኡ እንዳተሳጋገረ ዝጸንሐ እዩ። ሕጂ እዚ ብመጽናዕቲ ገይረ ወይ ከኣ ብዝሰማዕክዎ እንድዩ። ኣብቲ ከባቢና ኣባይ ተስፈ ዝበሃሉ ኣዝዮም ውሩይ ማሰኛ ነይሮም። እወ። ሕጂ ዓርኮም ከኣ ባሻይ ወልደጋብር። ሳልሳይ ዓርከም እውን ኣለዎም ባሻይ ተፈሪ ዝብሃሉ እዚኦም ኣዝዮም ሃብታማት ሰብ ጥሪት እዮም ወራዙት እዮም ክኢላታት ናይ ማሰ ክእለት ከኣ ኣለዎም ሕጂ ወርሒ መጸት ጤል ወይ ምክት ሓሪዶም ሜስ ኣድሪቆም እዮም ዘተዓዳደሙ ከምዚ ማሕበር እዮም ተዋዘይቲ እዮም ከኣ ምስኡ ከኣ ጨርቃናዊ ትሕዝቶ ሰም ዝገብርዎ ከኣ ብዙሕ ኣሎ ሕጂ ኣብ ሓደ መርዓ ተዓዲሞም ምስ ከዱ ኣባይ ተስፈን ባሻይ ወልደጋብርን ማሰኛታት እዮም እዚ ሓደ በዓል ጭራዋጣ ኣብኡ ጸንሖም። ኣብኡ ጸንሖም ኣብቲ ዳስ ይጸንሕ እሞ ክሸይኑ ኢሉ ንግዳ ምስ ወጸ ነታ ጭራ ኣብ ወንበሩ ጸጊዕዋ ኣብቲ ማእከል ዳስ ሕጂ ኣልዕል ኣቢሎም እቶም ኣባይ ተስፈ ጢጢጥ ኣቢሎማ። ኣይክእልዋን እዮም ግን እቲ ስኢነ ተዋዘይቲ ምዃኖም ሕጂ በቲ ተግባሮም ተገሪሙ እቲ ዳስ ምሉእ ስሒቑ። እወ። ስሒቕዎም ሽዑ እንታይ ኢልዎም እቲ ዓርኮም ባሻይ ወልደጋብር መጣፉእ መጣፉእ ዓባይ ወድ ተስፈ መጣፉእ መዓር ናይዚኦም ሊባን ንስኻ ተጥፍእ መዓር ዞም ባምብቆ ንስኻ ተጥፍእ መዓር ዞም ሰፋኣ ንስኻ ተጥፍእ ኣብ ቅድሚ ህዝቢ ክንድዚ ትኸፍእ ሓለንጊ ውሒጥካ ዘይተፍእ ኢሉ ከምኡ ኢሎሞ ሕጂ ኣብ ቅድሚ ህዝቢ ክንድዚ ትኸፍእ ከምኡ እዩ ዝብሎ ዘሎ ማለት እዩ ትኸፍእ ኣለኻ ኢሎ ሕጂ ድሕሪ እዚ ኣብ ሰሙና ኣብ ንግደት ገዳም ኣብነድርያስ ተራኺቦም ኣብኡ ስዋ ስቲ ውዒሎም እቲ ዝግበር ስዋ ከዓ ኣዝዩ ብርቱዕ እዩ ሕጂ ኣባይ ተስፌ ኣዝዮም ጉልቡት እዮም መልክዐኛ እዮም ጉብዝና ኣለዎም ኩሉ ድጎድሎም የብሎም ባሻይ ወልደጋብር ከዓ ቁንፅብ እዮም ቁንፅብ ኮይኖም ስኖም ፈያር እዩ እቶም ሳልሳይ ዓርኮም ከዓ ሓፂር ኮይኖም ዓይኖም ጭምጫም እዮም ጅ ኣብኡ ስቲ ምስ ወዓሉ ባሻ ወልደጋብር ሰኺሮም እራይ ሰኺሮም ሰንከልከል ኢሎም ምስ ወድቁ ምስ ደለዩ እዋ ኡ ኢሉ ዓው ኢሉ ኣባይ ተስፋ እዚ ህዝቢ እንታይ ተረኺቡ ኢሉ እክብ ኢልካ እንታይ ተረኺቡ ቀደም ካብ ከምኡ እንዲ ነይሩ ጅ- እናሃልኮም ዓርከይ ወልደጋብር መይቱ ኢልዎም ብሂወት ከሎ እዩ ሕጂ እቲ ናቶም ዋዛሲ ዶብ ካብ ሓቂ ዝሓለፈ እዩ ነይሩ ሕጂ ናይ ስኽራን ምዃኑ ፈሊጦም ገለ ማይ ዝሑል ደምፅእ ገለ ክሳ ኢሎም ሽዑ ማሰይሉ ሕንኡ ክፈዲ ክላይ ከምትን ክላይ ከምትን ዓርከይ ወልደ ጋብሪ መይቱ ኣይከረምትን ለይቶ እንተወረድካ ኣልባን ሓቋኒትን ኣዋልዖ እንተደየብካ ርዑትን ነዊትን ኣንታ ዓይንኻ ዶ ኢልካ ኣይጥምትን ልብኻ ዶ ኢልካ ኣይምልከትን ከብድኻ ዶ ኢሉካ ብትን ብትን፣ ብርክኻ ዶ ኢሉካ ግሕትን ግሕትን፣ ጉድጓድ እንድዩ ሰታርን ከታትን ኢሉ ከምዚ ኢሉ ሒንኡ ፈድዩ። ኣብኡ ተትቕበርሲ ምስ ኣሰተርካ ኔርካ እዩ ዝብሎ ዘሎ ማለት እዩ። ኣዚ ግን ተበላሺኻ እንድዩ። ኢሉ ሒንኡ ፈድዩ።
ብድሕርዚ ኣባይ ተስፌ ሓሚሞም፣ ጽኑዕ ምስ ሓመሙ፣ ጓሎም ካብ ዓዲ ሑምኣ መጺኣ ክትሪኦም ኢላ ምሳኦም ቀንያ ትምለስ። እቶም ሳልሳይ ዓርኮም ባሻይ ተፈሪ ከኣ ክሪእዎም ኢሎም፣ ኣብ መገዲ ይራኸቡ። መርሓባ ጓል ዓርከይ፣ መርሓባ ኣቦይ ኢሎም ሰላምታ ምስ ተለዋወጡ፣ እዚ ዓርከይሲ ሓሚሙ? ኢልዋ። እወ ሓሚሙ። ሕጂ ብዘ እንታይ ትጽበ? እሞ ሕሽዎዶ ወይ ከመይ ኮይኑ ገለ ናይ ድንጋጸ ኢኻ ትጽበ። እዚ ዓርከይሲ ሓሚሙ? እወ ሓሚሙ። በሊ ጓለይ ተላቢልናዶ? ኢልዋ። እወ ተላቢልንኩም። እንታይ ኢሉ ተላቢልና? ወርቀይን ጨርቀይን ንደቀይ። ዓይነይ ንባስልያ ተፈሪ ስነይ ከኣ ንባሻ ወልደጋብር ኢሉ ተላቢልኩም
ኣትርግዲ ካብ ናይ ኣቦኸሲ ናትኪ ገዲድና ናትኪ ከፊእና ኢሎማ መገዶም ቀፂሎም ምክንያቱ እቶም ሓደ ጨምጫም እዮም እቶም ሓደ ከዓ ስኖም ፈያሪ ከምኡ ኢላቶም ወስ መቂላቶም መቂላቶም እዚ ከምዚ ናይ ዓበይቲ ነይሩ። ናቶም ብዙሕ እዩ ብዙሕ ክበሃል ይከኣል እዩ። ናህና ከኣ ሓደ ነይሮም የዕሩኽ እዮም ክልተ ከምዚ ዝብሎም ዘሎ ዓበይቲ እዮም። ሕጂ እቲ ሓደ እዝኑ ጸማም እዩ እቲ ሓደ ከኣ ኢዱ ከምዚ ይብል ፈጥፈጥ ይብል። እቶም ቀደም እቶም ቀዳማት ጨረቕቲ እንድዮም እወ ኣታ ከምኦም ከይርከብኒ ኢሎም እታ ወዲ ወይኒ ወደይ ዳሕራይ እንታይ ኢሎሞ ጎረቤትና እዮም ንዓና ቡን ክሰትዩ መፂኦም ካብ ጎደቦስ እዮም እ፣ ክባፃፅሑ መፁ እወ ድሓር ዓርከይ ከመይ ኣለኹ ድሓን ኢና ዓርከይ ንስኹም ከ ከመይ ኣለኹ ድሓር ትፈጥሮ ዝብል ኢዱ እንታይ ኢልዎ ደሓን ኢና ዓርከይ ሰበይተይ ትድርብ ተበለህኒ ስምዕ የብላ ኣለኹ ውግኣት እያ ረእያ ዳሕራይ መዓልቲ ከዓ መፂሱ ዓርከይ ደሓን ዶ ኣለኹም ደሓን ኢና ዓርከይ ከመይ ኣለኹም ደሓን ኢና ዓርከይ ፈንጃል ኣይደፋእናን ሰበይተይ ትቕብል ኣበለሰትሉ
ነታ ኢዱ እቲ ፈጸመ ኣልቦ እቲ ጸማም እዩ እወ ሰበይቲ እንተተዛረብክዋ እንተተዛረበትኒ ዝሰምዓ ኣለኹ ኢልዎም እወ ወጊዎም ጸማም ኢኻ ኢድብሎ ዘሎ እወ ጸማሚኻ እኮ እዩ ዝብሎ ዘሎ ትፈጥፈጥ ድብል ከዓ ፍንጃል እቲ ኣይስ ከዓኒ ፈትፈት ዝብል ከዓ ዓርከይ ደሓን ኢና ፈንጃል ኣይደፋእናን እዛ ሰበይተይ ህብ ተበልህኒ ትቕብል ኣብለ ስትይ የብል ኣለኹ ኢልዎ ዋላ እቲ ተዛረብ። ቀዳም ጸማም ምስ- እዩ፣ ብኣሽሙር ብጣዕሚ ሓያል በኣሽሙር እዩ ጥራይ እዩ እቲ ጫውቶም ሲ በኣሽሙር ጥራይ እዮም ጫወቱ እህ ጥዑማት እንድዮም ከምዙይ ክብሉ እዩ ዝዓርቦም ነይሩ ወዲ ክስቶ ከምዙይ ኮነ ጓል ክስቶ ከምዙይ ኮነ ኣይብሉን እዮም ከምዚ ሎሚ እንታይ ደኣ በብዘለዎም በብዝፈልጥዎም ባሻ ወለ ጋብር ንብሎም ከዓ ነይሮም ይምርዓው ሎሚ ትምርዑ የብሉ እንታይ ይብልዎን በሊ እዛ ደርሆ ሓንቲ ንስኣ ጥራየይ ድኻ እዮም ሓንቲ ንስኣ ጥራየይ ማይ ካይተውቅዕያ እዩ

ተለቲ ጉንዲ እንድጠቂጥዎ መንገሩ ነድድ ኣይ ሓዳሪትን ኣይ ሓዳሪትን እዮም ከ ንዓኻ ሰዲዶምና ዋይ እወ
ብድሕሪኡ ከዓ ተመሪዖም ሸውዓተ በፂሖም ብድሕሪኡ ከዓ ተመሪዖም ኣተይ ኣይ ሓዋ ኣጉዳ ፀኒሓሳ ሓዋ ኣጉዳ ፀኒሓ ተሎ በለይ እዛ መደብ ስሓብለይ መደብ መንበር ከምዚ ኢሎም የለን እዚ እዩ መደብ እዩ እዛ መደብ ስሓብ ሒቕ ነዚኣ ክስሕብ

ኣትሪ ኣይጸገበን ሃብዮ ኣይጸገበን ሃብዮ ነታ ሓንጣይታ ከእ ህብ ጥራይ እንትርፍ ኣይ ሓዳሪትን እንኳዕ ስድድ ንዓኻ ብድሕሪ ኣኻ ተመሪዖም እዋም ከኣ ሓንቲ ላም ኣጥርዮም ሓንቲ ላም ምስ ኣጥርዩ በሊ ኣነ ምግበይ እቶም ዓበይቲ እቶም ቀዳሞት ክቡራት እንድዮም እተን ደቂ ኣንስትዮ ከኣ እሺ በሃልቲ እንዲና ነርና ሕጂ በሊ ማጨባ ጸባ ጠስሚ ኣጅቦ እዚኤን ኣርባዕቲኤን መግበኤነ ካብዚ ሓንቲ ላመይ ቀርብለ ኢሎሞ እንታይ ምገበርኩ ሰብኣይ ከም ኣይልክ ጸባ ማይ ጸባ ጠስሚ
ኣጅቦ ኣጅቦ ርጎኦ እንታይ ትገብሪ ኢኺ ጅነዚ ሰብኣይክ እዚ ኣይልኣዝዝክ እዩ
በብመዓልተን ምቐረብክወን። እንተ በብመዓልተን ደኣ ንሻዕ ተሎ እሳ ኢያ ባህረይ እሳ ኢያ ኣመለይ እንድዮም ዝብልዋ ዘለዉ። ብሓንሳእ ደኣ ከመይ ጌርካ ክትቅርቦ እሞ። እንታይ ኮን ምሓሸትኪ እንድዒ ሰብ እስከ። እዋእ
እታ ጸባ ምቐረብክዋ። ግን እታ ጸባ ረጊኣ ርግኦ ክትከውን ኢያ ተሓቒና ብራሕ ኢያ ክትከውን። እታ ብራሕ ኣብ ድኹም ሓዊ ተሰኽቲታ ኣጅቦ ኢያ ክትከውን። ካብታ ብራሕ ዝወጸት ልኻይ ከኣ ጠስሚ ክትከውን ኢያ። ክትከውን ኢያ። እሳ ኢያ እታ ሰንሰለት። እታ ዝብላ ዘሎስ ሓንቲ ኢያ። ሕጂ ኣርጊኤ ሓቒነ እታ ጠስሚ ምቐረብኩሉ። እታ ኣጅቦ ከኣ ብ ድኹም ሓዊ ገይረ ቅጫ ፈትፊተ ምሃብኩዎ። ብሓንቲ መዓልቲ ከምኣ ክትኮነልኪ? ኣይትኸውን ናይ ምዃንሲ።
ኣይትኸውን ናይ ምዃንሲ እዛ ጓል። ሕሰቢ ደኣ። ኣጆኺ መዋጥር ኣትየኪ በሊ። እዋ ሕጂ ከኣ ጀሚርክናኒ ምሽ? ክድርራ። በቃ
ወይ ሓግዘኒ ወዲ ወይኒ ንስኻ ወዲ ወይኒ ደሓን ምልሻ
ኣነ እውን ከም ናታ እየ ግን ከምኡ ትቕርበሉ ተኮይናስ ሓሊብካ ቅርበለያ ክትብሎ ወይ ሓሊቦም እንደ ኣምጪኦምላ ኩላ እኮ ሓሊቦም ኣምጪኦምላ በለ ቀለበይ እዚኣን እየን እዚ እንተዘይበሊዐ ይሓድርኒ እዮም ዝብልዋ ዘሎ
እንታይ ደኣ ኮነ ተደረራ ደኣ ዲ ቅዱሳን ተደረራ ደኣ ወዲ ወይኒ ከም ፍታሕ ስኢንካያ እወ ኣይ
በሊ ንፍዕቲ ሰበይቲ ለባም ሰበይቲ ኮይና ጸባ ኣፍሊሓታ ሕራይ ጸባ ምስ ኣቲ ተሎ በሊ ተኣጅቦ ከኣ ኣምጽለይ ኣብ ኣላ ኣቲ በለት ጠስምኺ ኣምፅለይ ኣብ ኣላ ረእይ ፀባ ዝወለደት ታይ እኹል ኣለዋ ኣሃ እዚኣ ንፍዕቲ ረኺቦም ሓዳሪት ሓዳሪት ሓዳሪት ኢሎም ሻውዓይቲ ነዚኣ ኣሕዲሮም እዛ ጓል ይበሃል እቶም ቀዳሞት ሓያላት እዮም ነይሮም ብሓንሳእ ክኸውን እንተኾይኑ ሱስይቲ ፀባ እሞ እታ መልሲ ደኣ ዜሮ ዜሮ ኣምፂኤያ እንዴ ነርኪወ

ብተ በለ ተባሃልቲ ብዙሕ ተጻሒፉ ሎሚ ብዓብዩ መጽሓፉ እንተ እወ። ብዛዕባኦም እ፣ ትፈልጦ ነገር እንተልዩ ወይ ካብ ስራሓቶም
ብዙሕ እዩ እንድዩ ሕጂ እቲ ናይ ካብቶም ሊቃውንቲ ናይ ሃገርና እዩ ም፣ ተወልደ መዓሾ ብዙሕ እዩ ካብቲ ብዙሕ እ፣ ወዲ ሓትነኦም ገብረዝጊ ዝበሃልሲ ዋ፣ ኣንታይ እያ በቃ ኣኺልካ ዋጣ ናይ መጎበር ክብሉኻ እዚ መልቀስ ዘይትገድፎ እዩ ዝብሎ ዋይ እንታይ እሞ ከመይ ኢለ ክገድፎ ተውበይ እንዲ ኮይኑኒ ይብሎ። ዋእ ሓሲብካ ዲኻ ክትጸንሕ ዋላ ሽዑን ሽዑን ኢኻ ትገብሮ እንታይ ክሓስበሉ ደኣ ሽዑን ሽዑን እምበር ሽዑን ሽዑን ትገብሮ እወ ሙስከ ሕጂ ሕጂ ሽዑን ሽዑን ግበረለይ ኢልዎ ሕዚ በለ ኢልዎ ከመይ ኢኻ ወዲ ሓትነይ ገብረዝጊ ትሰምዕ ደለኻ ወዲ ሓትነይ ገብረዝጊ ዓዲ ሓሰሮ እዛ ዓድኻ ምንግርጋር ኣድጊ ትንክይ እሞ ተብለካ ንእሽተይ ሃጉ ሽዑ ነድያቦ ተሰድግድካ ትሓጊ ኢሉ ቅጽበታዊ ኣብኡ ከሎ መልሲ ሂብዎ ማለት እዩ ትንክይ ተብለካ ንእሽተይ ሃጉ ንእሽተይ ሃጉ ሽዑ ነድያቦ ተሰዲድካ ትሓጊ እዋይ ዓዲ ሓሰሮ እዛ ዓድኻ ምንግርጋር ኣድጊ

እሞ ካብዛ ናትካ ምርኩስ ብምግባር ብፍላይ ከኣ ካብተን ኣብ መጽሓፍካ ሕጂ ንህዝቢ ከተቕርበን ተዳልያ ዘላ ትፈትዋ ሓንቲ እዋይ
ብዙሕ እንድዩ ግን ካብቲ ብዙሕ ደስ ዝብለኒ ንዓይሲ ነዚ ኣብዚ ደረጃ እዚ ዘብጽሓኒ መምህረይ ክንዲ ኩሉ ማለት እዩ መምህረይ ጥራሕ ዘይኮነሲ ከምዚ ኣነ ብዘይ ቀልዓለም ከምዚ ንዓይ ናይ በይነይ ንዓይ ኢሉ ዝተፈጥረ ዝመስለኒ ደራስን ተመራማሪ ባህልን ኣቶ ሰሎም ጸሃየ እሱኡ ኩሉ ብኩሉ እንትንኡ ኣብዚ ደረጃ እዚ ኣብጽሕኒ ማለት እዩ። እንዳተኻታተለ ምኽርን ማዕዳን ብኹሉ ዝጎደለኒ እንዳመለኤ ሕጂ ብናቱ ሓገዝ እየ እታ መጽሓፍ ውን ትሕተም ደላ ሕጂ እንታይ ኢሉዮ ኣብ ሓደ ኣጋጣሚ ሲ ማሰ ኢለሉ ደስ ዝብለ ንዑ ከልዕሎ ደስ ስለ ዝብለኒ እየ ሰሎሙነ ከም ዓልካ ሰሎሙነ ኢሉዮ ሰሎሙነ ከም ዓልካ ሰሎሙነ ጎይታ ሳሕል ዘይብለካ ኣነ ጎይታ ናቕፋ ዓራግ ዘይብለካ ኣነ ኣቦ ስነ ጥበብ ከ ዘይብለካ ኣነ ሰውራዊ ድርፍታት ኣባኻ እንድዩ ዝቃነ ሃግራዊ መዝሙር ኣባኻ እንድዩ ዝቃነ ዋግዒ ኣታ ማሰን ኣውሎን ኣባኻ እንድዩ ዝቃነ ሓያል ሰብኣይ ህርኩት ዘይትዳነ ኣታ ወዲ ምህረይ ጸሃየ ዘይብለካ ኣነ ወዲ ብራኽ ዘይብለካ ኣነ ወዲ ኣይተ ወዲ ኣይተ ሽንፍርሓንስ ዘይብለካ ኣነ ዕባይ ዓዲ ኮይታኸ ዘይብለካ ኣነ ብምብራቕ ዝመጸ ጌርካያ ወድነ ብምዕራብ ዝመጸ ጌርካያ ወድነ ሰሜን ደቡብ ዝመጸ ጌርካያ ወድነ ሃገር ምሉእ እንዲኻ ጌርካያ ወድነ እኳ ዘይጸግበካ ኣመስጊነ ዚሓር እንዲህ ይብካ ጸ ጽቡቅ ትምነ እምበር ማሰን ኣውሎ እንዳ ዘይ ካባካ ተማሂረ ዛቆይናዮ ከም ታቦተ ስላሰ ዶ ክሰግደካ ደኒነ ኢሉ እዩ እሰይ ወደይ ዋው እልልልልልልል ጽቡቅ እዚ ጽቡቅ ጽቡቅ ዝወደይ በዚ ኣጋጣሚ የዕልለይ ከልዕሎ ወይ እወ ከመስግኖ ሲ ደስ ስለ ዝብለኒ እየ ናይ ጽቡቅ ብሓቂ ሕልፍ ዝበለ ምስጋና እው እምበር ብዙሕ እዩ ሕጂ እቲ እወ ጽቡቅ ማሰታ ሲ ብዙሕ እዩ ድሓን ኣብ ዋው ውሽኡ ከኣ ኣብቲ መመረቅታ ኣራክበና እሞ ኣሜን ጽቡቅ ብዓቢኡ ኣሜን እቲ ትሕዝቶ ሽዑ ክትርእይዎ ኢኩም ንመጽሓፍካ ክንላለያ ኢና እወ ኩልና ከም ንፈልጦ መኣዲ ወግዕናን ባህልናን ኣዝዩ ገፊሕ እዩ። ሕጂ እኳ ኩሉ ተንኪፍናዮ እኳ ተዘይበልና ገለ ገለ ዛዕባታት ኣልዒልና ከኣ ተዛራሪብናሉ ኢና። ያላኻ ግን ኣይተንከፍናያን። ብዛዕባ ያላኸ እንታይ ትብሉና ክልቴኹም? ዝዓበኹምሉ እዩ ዝነበርኩሞ ኢኻ። እህም ረሲዕንያ እምበር እወ መሊኡ ነይሩ። እ? የላኻ ኣብ ግዜ ቁልዕነት ወይ ኣብ ጉስነት ዝብሃል እንድዩ ዝበዝሕ ከምዚ ጎደቦ ስግር ንስግር ንኮይኖም ዝጸራርፍዎ ወይ ዝመላለስዎ እንድዩ እህም ጅበት ሓደ የላኻ የላኻ የላኻ ይብሎሞ ሸለው የብላኻ ይብሎ የብላኻ ሕጂ ዕምባባ ቆንጠጠፈ ዕምባባ ቆንጠጠፈ ኣቦኻ እንድዩ ኣረጊት ክበጊዕ ክደሊ ዝጸደፈ ሕጂ ጉናይ የለኻ የለኻ እብሉኻ እቲ ሓደ ሸለው የብላኻ ጉናይ መርፍእ ጉናይ መርፍእ ኣይ ኣዴኻ እንድያ ኣረጊት ደርሆ ክትደሊ ትጠፍእ ገለ ከምዚ በቃ ናይ ጸርፊ እዩ እወ፣ ናይ ከምዚ ጸርፊ እዩ።
ግን ወላ። ጥዑም እዩ ስኑ ባዕሉ እውን እወ፣ እወ፣ ፍሉይ እዩ። ትስሕቕ ከምዚ እንዲኻ፣ እዩ ነይሩ። ትስሕቕ እንዲኻ። ጥበብ ኣለዎ እወ እወ፣ ጥበብ ኣለዎ ትስሕቕ እንዲኻ። ከምኡ እዩ ሕጂ ኣፋዊ ኣታ ማለት ሲ ብኣፍ ስነ ጽሑፋዊ ዘይኮነ ኩሎም እዚኦም እ፣ የላኻ ንበሎ ጨፈራ ንበሎ እዚ እ፣ ሕንቅል ሕንቅሊተይ ጽንጽዋያት ኩሎም እዚኦም ኣፋዊ ኣታ ስነ ጽሑፋዊ ዘይኮኑ ኣይኮኑ ብኣፍ

ተመና ሃየይ ከሪኡኒ ተሓጒሸ ሳብ ዘይኳንኹም በፂሒ ኢደ ስቃኸ ከዓነ ኳ በለለይ ኳ ኳ በለለይ ኳ ኳ በለለይ ኳ ካብ እንዳበይ ክስቶ ናብ እንዳበይ ክስቶ ካብ እንዳበይ ክስቶ ናብ እንዳበይ ክስቶ ኣየነይቲ ትሕሸካ ዝእቶ ትብሉ እዚ እኳ ኮይኻ ኮይ ንበይኑ እዩ ሕጂ እንድሕሪ ደኣ ፈሊጥዋ ፈሊጥዋ እንተዘይ ፈሊጥዋ መሪኸዮ ኣለኹ ዓይኑ ዓሚቱ ከምዚ ገረ ተሰቂሉ ይኸይድ ነቲ ወዲ ሃሰሰሰሰሰሰሰሰ ይብላ ነታ መእተዊትና ከምኡ ትገብር ነርኩ
ከምኡ ንገብር ነርና ካብ እንዳ ኣቦይ ክስቶ ናብ እንዳ ኣቦይ ክስቶ እቲ ገዛውቲ ከዓ ንሰምዮ ኩሉ ንሰምዮ ኩሉ እሞ ይለዓል ነይሩ እቲ ወላዲ እውን ፅቡቕ ነይሩ ጥዑም ነይሩ ንስሕቕ ከዓ ነይርና እንታይ ከዓ ነይራ ካልኣይቲ ከዓ ሓደ ከምዚኣ ኢሉ በፂሕኩማ ትኹኑ ኣይትኹን ንእሽተኻ እምበር ከምዚ ኣኢሉ ክድም ይብል ጨርቂ እንዲ ተሓዙ እምበር ነፀላ ኣይፍለጥን እዩ ክዳን ከዓ በዚ ይቀዳድ እዩ ጥራሕ ዝበሃል ሲንፈልጠን ኢና ዋላ ጥሩሕ እንዳተረኣየ ጥራሕ ኣዩ ዋላ ጓል ትኹን ወዲ ትኹን ጥራሕ ዝበሃል ኣይንፈልጠን ኢና ፍፁም ኣንቱም ሰባ ኣንተ ጠጥዑም እኳ ይጠፍ ኢልታ ሕጂ ከምዚ ኣገሩ ጨርቂ ሕዛ ይ ንናእሽተ ጨርቂ ዘይንውትፈላ መርዓት እያ ኢላ እንታይ ንብሎ ንሱ ህልህል ህልህል ኢና ንብላ ህል ህልህል ህል ህልህል ህልህል ህልህል ነታ ጨርቂ ስሒብኪ ነታ ጨርቂ ስሒብኪ ነታ ጨርቂ ስሒብኪ ትኸዲ እሞ ንሕማቕ እንድሕሪ ኮይኑ ነታ መርዓዲ ስቕ ነታ ኮፍ ኢላ ዘላ ንፉዕ እንተኮይኑ ከዓ ህርም ተቢልኪ እስኺ ክትኣትው እያ እንድሕሪ ብእግሪ ረኺብኪ ሃሪምኪ እዚ ከዓ ህልህል ንብሎ ቃርሳ ከዓ ቃርሳ ከኣ ንጻወት ዋላ ጓልን ወድን ኣይፍለጥን እዩ ነይሩ ጓልባ ወድባ ኢልካ ጓልን ወድን ሕጂ ኣነ ቀሊዕ ነበርኩ ስርኤል እየ ነይረ ሕጂ ንጻወት እሞ ትማዝን ኢኻ እወ ተማዚንካ እወ ተማዚንካ ሕጂ ሽዑ እትዋት ይኣትዉ ከምዚ ፋስጋ ሕጂ ይኣትዉ እትዋት እሞ እቶም ኣወዳት ጤልን በጊዕን ሕጂ መ ዳ ጤልን ን ድዑልን እንት እንታይ ኢኻ ትብሎ ምክትን ሕጂ መጽእ ንዕኦም ከጻውትዎ ምሉእ መዓልቲ ውዕሎ ቃርሳ በሃል ከኣ እዚ ሕጂ ድንጉይ እንድሕር ኢሉ ክበልዕ ክሰትብት እንዳሓመኡ በታ ሽም ጓል ገይሩ ይጽውዖ ንፉዕ ሓዳራይ ሰብኣይ ጓል ክስቶ ኣየ ወዲ ይበሃል ቀርሳ ተፃዊቱ ፅቡቅ ንሕና ከዓ ከምኡ ንገብር ቀርሳ ንፃወት ሕሉፍ ሓሊፍና ቀትሪ ተመኒና ለይቲ ሓዊ ነንድዳ ብዝኸደቶ ብዝኸደቶ ብዝኸደቶ ቀርሳ ክንፃወት ንውዕል ነርና ጥዑም ደኣ ክንደይ መሓሊፉ ሰሓቅ ደኣ ክንደይ መሓሊፉ ሕጂ ሎሚ ከምኡ ዝገብር የለን ኩዕሶ ከዓ ንፃወት ሻኩል ሻውኪልና ከኣ ቀላዒት የቐልዕ ምስ ሰብኣየይ። ኣነሲ ኣነን ሰብኣየይን ብሓደ ሕጾየ ኣይፈልጦን እየ። ሓንቲ ከኣ ጓል ነይራ ጓል ሓወቦይ ከኣ እሳን ሰብኣያ ንማዘን። ኣነ ሃያይ ኣፍሳጢያን ይብሎ ሕጽይቲ እየ ኣይፈልጦን እየ። እሳ ከኣ ሃያይ ኣጋርቻኣል ትብሎ። እዞም ዝወርዘው ዕብይ ዝበሉ ክርክር ኢሎም ክስሕቁ ክውዕሉ ነይሮም። ሰሓቕ ጽቡቕ ሓሊፉ ጥዑም ሓሊፉ። ክፉእ ከይፈለጥና ሓሊፉ ጥራሕ ክባ ጥራሕ ሃብ ጥሩሕ ሁባ ከይበልና ሓሊፉ ክንደይ ጥቕሚ ሓሊፉ ዕፉን ከኣ ክንሕሉ ንወፍር እዚ ሓወይ ምሕረታ ኣብ ዝብለኪ ዘለኹ ማሴና ዝብል ኩሉ እንድሰርሕ ሕጂ ትምኒት መረእዩ ጠበቐ ድሉ ጠበቐ ድሉስ ገዳይ ገዳይ ገዳይ ገዳይ ኢሉ ጠበቐ ድሉ ይኣረኻ እሞ ጠበቐ ድሉስ ገዳይ ኢሉ ሕጂ ሰሪሕና ገንጁ የእትይዎ ንገዛእ ንዓዲ ድሓር ኣብታ ጎዱፍ ኮይኑ ዓብይ ጎዱፍ ንብሎ ኣለና ብዕራይ ሕጂ ሙተ ኢሉ እንድሕር ምፅእ ኢሉ ኣብኡ ኢና ንቐብር በጃኸውን ይበሃል ሓረግ ጨቑ እሞ በጃኸውን ይበሃል ነይሩ እንዲ ሕማም ከምኡ ሕጂ ኢሉ ናይ ብሓቂ ናይ ጎረርኡ ገጅፊ ጎረርኡ ከዓ እዚ ዓዲ እክብ እንታይ መፅዎ ኢሉ ተኽለ ወይኒ ተኽለ ወይኒ ተኽለ ዕፉን ተኽለ ዕፉን ተኽለ ዕፉን ተኽለ ዕፉን ወዲ ምሕረተኣብ ወዲ ምሕረተኣብ ገብረ ገርግስ ሞይቱ ኢሉ እዩ ትረኽሙ ትንእስነት ነቲ ጠበቕ ዝቐበረይ ጠበቕ ጠበቕ ትጽሓቕ ጫውቲ እክብ ልሰብሰ እንታይ እንታይ እንታይ ኮንኩም ጠበቕ ቀትልና ካበይ ካብ ምዝማ ተእደኩ እንታይ ትገብሩ ክፊርኩም ዕፉን ክንሕሉ ሕጂ ተኽለ ዕፉን ወፂዎ ቱ ጠበቕ ረእኸ ተኽለ ዕፉን ተኽለ ዕፉን ተኽለ ዕፉን ተኽለ ዕፉን ወዲ ምሕረተኣብ ከምዚ ጌርና ክንፃወት ንውዕል ነርና ፅቡቕ ነይሩ ጥዑም ነይሩ ሓላ ነይሩ ትለሞ ከምዚ ዝገብር የለን ጽሉል እዩ ዝወጸው።
መዛዘሚ ዕላልና ክኸውን ወዲ ወይኒ ዋላ ካብቲ ትጅምረሉ ዝነበርካ መጀመርያ ከመይ ኢልካ ኢኻ ጀሚርካዮ ንዓና መፋነዊ ክኾነና እስከ ካብ ተዘክሮታትካ ገለ በለና።
ጽቡቅ ኣብቲ ጀመርኩሉ ቅድም ግጥምታት እየ ዝገጥም ኔረ ዳሕራይ ግን ኣብቲ ናይ በዓል ኣቦና ነጋሽ ሳግላ ብብዝሒ ኣብ ጋዜጣታት ወጽእ ነይሩ ክንብቦ ምስ ጀመርኩ ንዓይ ከኣ በቃ ፍቕሪ ሓዲርኒ ምስኡ ማለት እዩ። ሕጂ ብጭርቀናዊ ትሕዝቶ እየ ብጭርቀናዊ ትሕዝቶ ክብል ከለኹስ ኣብቲ መዓልታዊ ንጥፈታትና ነካይዶ ገለ ኣልግብ ኣብለሎም ምስሕቑ እቲ ምስሓቕ ጥራሕ ዘይኮነ ከኣ እቲ እተመሓላልፎ መልእኽቲ ሕጂ ከምኡ እንዳመቀረ ንመጽ እዩ ሕጂ ሓደ ኣንግሶም ግብረ ኪዳን ዝበሃል ሲ ኣብ ስራሕ ናይ ህንጻ እዩ ትስራሕና ኣብ ኦሮማትራ ደይቡ ጽቡቅ ናይ ስራሕ ካርሜንተር ከድምዕ ርእዮ ሕጂ እንታይ ኢልዮ ኣንግሶም እዩ ሽሙ ኣንግሶመ ኣንግሶመ ኣብ ጽላል ዶ ክብለካ ዝገረመ ማዓር ዶ ክብለካ ዝጠዓመ ጠስሚ ዶ ክብለካ ዝለምለመ ኩሉ ፈታዊካ ዘይትስሕመ መማሰ ዶ ክብለልካ ደጋጊመ ኢለ ሕጽር ኣቢለ ከምኡ ኢለ ኣሉ እወ ኣድህቡ ስራሕ ጥራሕ ስለ ዝነበረ ወላ ሓንቲ መልሲ ይሃበንን እወ እዚ ቃላተይ ሲ ንንፋስ ሂበዮ ኢለ ኣንገሶም ኣታ ገጅፍ ከብዲ ኣንገሶም ኣታ ገጅፍ ከብዲ መሶ ምሉእ ዘይኣኽሎ መኣዲ ማዓኮር ዝመስል ዘይተጸርበ ጉንዲ ኢለ ከኣ ምሳኣ ልግብ ኣቢለ ኢሉ ማለት እዩ ሽዑ ሰሚዕካ ሰሚዕኒ ሽዑ ሰምዐ እዚ ነብሪ ዓርከይ በቃ እታ ቀዳመይቲ ድገመለይ ክረኽበካ እየ ክረኽበካ እየ እንዳለ ረኺብኒ እኳ ኣይፈልጥን እዩ እወ እዚ ከምዚ እቲ ናይ ማሰሲ ከምዚ ጭርቃናዊ ትሕዝቶ ዋዛ ታት ዘለዎ ብኸምኡ እየ ለሚደዮ ማለት እዩ ብኸምኡ ድሕሪኡ ኣብ ተፈላለየ መርዓታት ይኹን ሃገራዊ በዓላት እዚ ትሓስበሉ ዶ እዋእ እወ ትሓስበሉ እወ ሕጂ መርዓ እንተ ዓዲሞምኻ ሲ ድሕሪ ባይተኦም ክትፈልጦ ኣለካ ከመይ እዮም እንታይ እቲ ናቶም ካብ ኩንነት ሲ ወጻኢ ክኸውን የብሉን ተማሰ ትብሎ ሲ ምስ ኩንነት ዝተኣሳሰረ ክኸውን ኣለዎ ብደቂ ኢኹም ተጽንዕዎ መርዓ ክትከዱ ከለኹም። እወ ኣጽኒዕና ኢና ንኸይድ። እሞ ዝኾነ ጌጋ ወለዶ ኣጋጢሙካ ይፈልጥ ዶ ገለ? እንታይ እዩ እቲ ጌጋታትሲ ካብ ዳሕራይ ዋእ ከምዚ መን ሂብካ ከምዚሲ ጎዲልዎ ወይ ከምዚሲ ንካሊእ ክትሓትት ኔርካ ገለ ድብሉ ኣለዉ። እወ። ኣነ ከኣ ይሓትት እየ ብእንዳ እኖ ኹን ብእንዳ ኣቦ ይኹን እህ። ብማዕረ ጌርኩም ሃቡኒ ኢለ መጽናዕቲ እገብር እየ ግን ሰብ ከኣ ምሉእ ኣይኮንን'ዩ፣ ገለ ገለ ይጉድል'ሞ ገለ ስምዒታት ሓድሮም ከምኡ ድብሉ ኣብ ገለ ገለ ገለ ብዝኾነ ግን ኣብ መድረኽ ግን ዝኾነ ደጋጥመኒ ክሳይ የለን እንትርፎ ሙዝቀኛታት ማለት ሙዝቀኛታት ግን ነዊሕ'ዩ የሕጽሮ ከምዚ ትገብሮ ኣለኻ ከምዚ ገለ ሕጂ ብብዝሒ ኣነ ክሽለም ምስ ረኣዩኒ ካብ ቅንኢ ዝተበገሰ'የ ዝብሎ የቕልኦም እዩ። እወ ብዝሒ በቃ ሓደ ግዜስ ኣብ ባህላዊ ማእከል እዩ ጥልፍን ዝርያን ዝገበራ ኣዴታት በቃ ዕልል እንዳበላ ሽልማኒ መዓት ገለ ምስ መጻሲ እወ ድሓር ነቲ ሰብከት ናይ ክሳይ ኣምሊቑለይ ማለት እዩ እዋይ
እንዳበልካ ከለኻ እወ እንዳበልኩ እወ፣ ከለኹ ፈሊጥ እንዳ- እንዳበልኩ ድምፅኻ ጭድድ ኣይተብላ ዘይትወፅእ በቃ ኣኒለኒ። ዲባ ሂበሎ ከዓ ኣነ እወ እ፣ ነቲ ሙሉእ ኣዳራሽ ብዙሕ ህዝቢ ነይርዎ ከተስምዖ ይትኽእል ኒኻ ግን ኣብኡ ከለኹ ቀፂለ ባህ ከይብሎ ሰው ኢለ ዓዲረ ዓዲረ ወሪደ ማለት እዩ ሕጂ ከምዚ የጋጥም እዩ ሕጂ ብዙሕ ኣብቲ ኩናት ናቱ ክሳይ ከዓ ኣለዎ ኣይትብልኒ ኢኻ እዚ ንሕና ኢና ከምዚ ክንብል ኢና ገለ ባዕልና ናትና ማሰ ድብሉ ኣለው ሕጂ ንስኻ ብኽብሪ ኢኻ መፂኻ ዘለኻ ዓዲምካ ኣኽቢርካ ኢኻ መፂኻ ዘለኻ ሕጂ ከምዚ ድብሉ ኣለዉ ብዛዕባ ካልእ ጌጋታት ከምዚ ጌርካ ገለ ኢዩ ዝተባእሰኒ ወይ ክሳይ ግን እጂ ናትካ ኣይኮነን እቲ ጉድለት ሓበሬታ ሲ ጽቡቅ ጌሮም ክሕብሩ ኔርዎም ገለ ኢሎም ነንሕሕዶም እተሓማመዩ ወይ ክሳይ እምበር እወ ክስቶ ወዲ ክስቶ ተሪፍዎ እወ ክሶ ሲ ገለ ንምንታይ ንክሶ ኣትሪፍዎ ጽቡቅ እወ ጌሩ ብከመይ ሓበሬታስ እወ ዘየመሓላልፍ መን ኢዩ ኣጽሒፍካ ገለ እወ ድብሉ ኣለዉ እዚ መሊኡ እንድዩ ግን ደሓን ኢዩ ከኣ መስገን ሃበና ክንክርሮ ባዕልና ዝብሉካ ከለዉ ዶ። ናና ከምኡ ኣይብሉን እዮም ባዕለይ ግን ምስ ርኢኹዎም ደስ ዝብሉኒ ሙዚቀኛታት ኣለዉ ሓን ሓቢርና ደይ ንካፈላ ወይ ሓቢርና ደይ ንሰርሕ ድብሎም ኣለዉ ሕጂ ንኣብነት ኣበራ ምሳ ይሰርሕ ኣበራ ኣብ ሓደ ሰፊሕ መርዓት ዓዲምና ምስ መፃናስ እዚ ናትካ እንጀራ እንዲ ናትካ ዚ ነናትና ክሳይ ኣለና በቃ ድሓን ንስኻ ጥራሕ ገለኢለ ብኸምኡ ሕጂ ሓደ ሰለስተ መርዓ ኸውን ብሓንሳብ ሰሪሕና ኣለና ማለት እዩ ካልእ ኣብርሃም ተወልደ ኣብርሃም ተወልደ እውን እቲ መርዓስ ተወለዶ ሂቦሞ ማሰ እውን ክትብል ኢኻ ገለታት ብክራር ጌርካ ኢሎሞ ንዓይ ምስ ረኣየ ንዕኡ ገዲፍዎ እቲ ፅሑፍ ማለት እዩ ወዲ ወይን ተመፅኡ ደኣ ናይ ወዲ ወይን ስራሕ እዩ ገለ ኢሉ ብሓን ኣጆኻ በቃ ብሓንሳብ ኢና ንቋደሳ እታ ደላ ንስኻ ጥራሕ ክራርካ ቃኒኻ ተወኒ ኢልዮ ብከምዚኣ ከዓ ብሓንሳብ ሰሪሕና ማለት እዩ ሕጂ ኣተማላልእኻ እዩ ሕጊ ደኽብርዎ ነቲ ባህሊ እዚኦም ዝብለኪ ዘለኹ ሰባት ኣለዉ በዓል ኣስመሮም ወልዱ ዝበሃሉ እሳቶም እውን ኣኽቢሮም መዓስ ኢኻ ኣብይ ተጥዕመካ ገለ ድብሉ ኣለዉ እቶም ገለ ከዓ ከምዚ ድብለኪ ዘለኹ ከምኡ ከዓ የጋጥመኒ ማለት እዩ እዚ ብድሆታት እዩ ብጣዕሚ እዚ ኩሉ ነዚ እንዳሰገርና ደሓን ፅባቐ ኣብ ዘለዎ ነገር እዩ ከዓ ብድሆታት ዘጋጥም እወ ይመስለኒ። ኖ እወ፣ ደኣ- ደሓን እዩ መብልዕ- ዝሰርሕ ሰብ እዩ ኩሉ ግዜ እወ። ዝንቀፍ እወ

ኣንታ ሎማዓንቲ ክንደይ ተዓዊተ ጓል ሰብ መረብየ ክንደይ ተዓዊተ ጓል መሓፋሰየ ክንደይ ተዓዊተ ጓል ፃዕዳ ዓዲየ ክንደይ ተዓዊተ ጓል መረብ ፃዕዳየ ክንደይ ተዓዊተ በዚ ሎሚ ምስ ወዲ ወይኒ ተራኺበ ተሓጒሸ ኣንታ ይኾነኒ ደኾን ወዲ ወይኒ ጎቦ መጸግዒ ኣንታ ይኾነኒ ደኾን ጎልጎል መሳፍሒ ኣንታ ኣቦይሲ በዓል ፈረስ ዘላሊ ኣንታ ኣቦኻዊን በዓል በቕሊ ሕጂ ደኣ ኾነት ድንቂ ድንቂ ሰይ ሰይ ሰይ ሰይ ሰይ እ፣ ናይ ብሓቂ መምህር እንድየን ኣዴና ቅዱሳን መምህር እየን ኣነ ከዓ ድሓን ግብረ መልሲ ክህበን እዘን ኣዴና ቅዱሳን ለምለም ሰቲ እዘን ጓል ገብረ ማርያም እወ ለምለም ሰቲ ሸዳድ ወደይ ብጥበብ ውሕልነት ማህሪት ኣንስቲ እ፣ ወረጃ ውሓለ ወለጋስ ሕያወይቲ እንቋዕ ተራኸብና ብርኽቲ መዓልቲ ምሳኸን ምርኻብናስ ቅድስቲ መዓልቲ ይኻ እብለክን ኣነ ዝወደይ ኣይኽላኣና ዝወደይ ኣዝየ እየ ደመስግነኩም ነዚ ናይ ሎሚ ተመክሮኹም ሰፊሕ ፍልጠትኩም ከተካፍሉና ፈቓደኛታት ምዃንኩም ብሽመይን ብሽም ተኸታተልቲ ኤሪ ክላሲክን ክቡራት ተኸታተልቲ ናይ ሎሚ ወግዒ ሕብረተሰብ እዚ ክትከታተልዎ ዝጸናሕኩም እዩ ነይሩ። ኣብ ዝመጽእ ቅንያት ብኻልእ ትሕዝቶ ፍልይ ዝበለ መደብ ክሳብ ንራኸብ ጠጥዑሙ ንኹልና ደሓን ቀንዩ።
Classic.